ሪድዋን ሽምካስ ከምዚ ኣብ ቡዙሕ ተዋስኦታት ዝረኣኹዋ ኮይኑ ተሰሚዕኒ። እዎ ዳርጋ ንፈታትን ኢና ካብዞም ጀመርቲ ገለ ማለትሲ ካብዞም ዝጅምሩ ዘለዉ ኣብ መድረኽ ግን ንመጀመርታ ግዜ እየ ከምዚ ሞኖሎግ በይንኻ ዋሳሳሲ ንመጀመርታ ግዜ እየ ማለተይ ኦኬ እምበር
ገዲም ተዋሳኣይ ኢኻ ገዲም ተዋሳኣይ ፈቲነስ እፈልጥ እየ እንዳ ዝማም ሪኤካ ኣለኹ።

ኣቲ ሳሌም እንታይ ዶ በዲለኪ እንታይ ዝበደልክዎ ነገር ኣሎ ሳሌም ንሓንሳብ ትጭወግለይ ንሓንሳብ ይክትነት ግለይ ንሓንሳብ ካብ ኩሉ ነገር በቃ ስራሕ ውዕለ ዘሪባ መፀ እንደገና ስኺ ከኣኒ ሳሌመይ ኣነ ልዕሊ ዓቕመይ ክሰርሕ ኣይክእልን ስለዚ የማነይ ገዲፈ ብፀጋመይ እናተገዛእኩስ ስለምንታይ ዋይ ስለዚ ከምዚ እንተኾይኑ ፍርዲ ቤት ዳን ብሓባር ኣለና
ሕጂ ሬድዋን

ሕጂ እቲ ባህርያዊ ዘረባ ኢና ንዛረብ። ተረዲኻኒ ሪድዋን? ክንዛረብ ከለና እታ ልክዕ ከምዛ ምሳይ ክትዛረባ ዝጸናሕካ ከምኣ ጥራሕ እንታይ ኢና ንውስኽ ኣብ መድረኽ ዓውታ ንውስኽ ሰብ ክሰምዖ ስለ ዘለዎ ክብ ይብል እቲ ድምጽና ዋላ እቲ ሕሹኽታ ቀስ ኢልና ምስ ኣፍቃሪትና ክንዛረቦ ዝግብኣና ክሰምዖ ስለ ዘለዎ እቲ ኦድየንስ እቲ መልእኽትና ዓው ንብል እምበር ካልእ ለውጢ የብሉን ከምቲ ኩሉ ግዜ ንዛረቦ ኢና ንዛረብ ሕጂ እሱ እዩ እቲ ጸገም ዜማ ትገብር ኔርካ ኣብ ደይግቡእ ነድሪ ላዕሊ ወጺኻ ዋይ ሕጂ ቴን ስቴፕ እንድሕር ኣምጺእናየን ኣይ ኣብኡ ደብጽሕ ደረጃ ኣይገበረትካን እሳ ሓንቲ እያ እታ ተረዲኻኒ ሕጂ እሱታት ክንሕልዎ ኣለና ድምጽኻ ብርቱዕ እዩ ድምጺ ኣለካ ከምዚ ምሽ ኣለካ እሳስ ኣይትግደሰለይ ናይ ኢዳ ትነጽገለይ ንሓንሳብ ከኣኒ ከምዚ ምሽ ኣለካ ለይትፈታ ኩሉ ነገር በቃ
ከምኡ ኩሉ ነገር ከምዚ እሳ ዘይትግደሰለይ ግን ኣነ ከምዚ ዝግደሰላ ኮይነ ሰሪሐያ ዓስብ ዶ ቀጻሊ ክትፈትሓ ናይ ተሓስብ
ንቐጻልታ ክትገብራ ኖ ምሳለካ ከምዚ ኣነ ከምዚ ኣብ ኪዳነ ዝጸናዕኩ እሳ ከምዚ ኣብ ኪዳና ዘይትጸንዕ ገይረ ኣቕሪብያ ሞትያ ንቐጻልስ እንታይ ክትገብራ ንቐጻሊ ንቐጻሊ ከምዚ ብሓባር ኣለና ኢለስ እየ ዝዓጽዋ ካብቲ ነገር ክድሕን ብሓንሳብ ኣለና ኢለ ኤኒወይ እዘን ዝበልኩኻ እዘን ዜማ ኣጥፋኣየን ልክዕ ከምቲ ምሳይ ክትዛረቦ ዝፀናሕካ ከምአን እየን እተን ባህርያዊ በቲ ባህርያዊ ተወሳኺ እውን ከምዚኣ ይፈት ነራ ብልምምድ ጠፊኣትካ ኣብ መንጎ ጠፊኣትካ ሲ ቆሪፅካያ ኣለኻ እምበር ሓፂራ

ኣበይ ትኣቱ ኣለኻ ገዛ ቅድም ቁሩብ ንዓና ስእሊ ትበና ምሽ እትው ኢልካ ትርኢ በለ ሕጂ እቲ ናትካ እዩ እትው ኢልካ ኮፍ ኣባህላኻ ከኣ ጸዊዕካያ እትው ኢልካ ቅድሚ ኮፍ ምባልካ ትጥምታ ገለ ነገር ምሽ ኣሎ ንዓናሲ ደስ ኣይበሎን ኣሎ ማለት እዩ ትኮፍ ኣባህላኻ ገለ ድሓር ኣብቲ ክስታይ ትኣቱ ሕጂ ኩለን ህውኽ ህውኽ ህውኽ ኢልካ ኣቲኻ ቅልጢፍካ ከኣ ናብ ድምጺ ከይድካ። ስለዚ ኩሉ ግዜሲ እተን ክትከደን ከለኻ ብመስርዕ ኪደን። ቀስ ኢልካ ንዓና ስእሊ እንዳሃብካና ኪድ። ድምጺ ከኣ ኣጆኻ። ሕርቃን ግድን ዓው ስለ ዝበልካ ኣይኮነን ዝሕረቕ። ተረዲኣኒ? ኣብ ገጽ ኮይኑ ከማን ድምጽኻ ኣትሒትካ ውን ክሕረቕ ስለ ዝኽእል በርትዕ ኣጆኻ። እንታይ ትብሎ ኣለካ ድዩ ማለትሲ ወላ ሓንቲ ዝብሎ የብለይን።